ሰላም ጥዕና ይሃበለይ ዝኸበርኩምን ፍትዋትን ተኸታተልቲ መደብ ሳብዋይ እንታይ ምስ ለምውን ከምቲ ልሙድ ነዚ ዕለት ዝሓርናዮም ሓፀርተን እዋናውን ዝበልናዮም ዜናታት ሒዝናልኩም መፂና ኣለና ንሰናይ ምክትታልኩም ንዕድም ፈለማ ቀንዲ ቀንዲ ነጥብታቶም ናባኹም ከብል ሰራዊት ሱዳን ኣብ ዶብ ኢትዮጵያ ብዝወሰዶ ኣዝዩ ወሳኒ ወተሃደራዊ ስጉምቲ ንጥምረት መንግስቲ ኢትዮጵያ ሕብራት ዓረብ ኤምሬትስን ኣርኤስኤፍን ከቢድ ዝተብሃለ ኪሳራ ከም ዘስዕበ ተገሊጹ። ብዝርዝር እንምልከቶ ወሳኒ ጉዳይ እዩ። ብካሊእ ወገን ኣብ መንጎ ህዝብታት ትግራይን ኣምሓራን ምስ ዝተጀመረ ርክብ ተታሒዙ ዝተዘርግሐ ወሳኒ መግለፂ እውን ክሰምዑ ይኹም ሰራዊት ትግራይ ኣንጻር ስርዓት ብልጽግና ንምቅላስ ከም ዝወሰነ ተገሊጹ ኣሎ። ሕቶ ህዝቢ ትግራይ ብስርዓት ብልፅግና ክምለስ ኣብ ዘይኽእለሉ ብርኪ ከምዝበፅሐ ዝገልፅ እቲ መግለፂ፣ ስለዚ ቃልስና ክነሰጥም ይግባእ ክብል ሰራዊት ትግራይ ኣብ ዘርግሖ መግለፂ ጠቒሱ ኣሎ። ህዝቢ እውን ኣብ ጎነይ ይሰለፍ ክብል ሓቲቱ ኣሎ። ላይክ፣ ኮሜንት፣ ሼር፣ ሰብስክራይብ እንዳገበርኩም ምስ እተኸታተሉ ናይዚ ሓዊሱ ናይ ብርክት ዝበሉ ዜናታት ዝርዝር ዜና ክነስዕብ ኢና። በብዘለኹም ሰናይ ፃንሒት። ኣብ ሰሜናዊ ክፋል እስራኤል ኣብ ዝርከብ ከባቢ ብዝተፈጸመ መጥቃዕቲ ስሳ ሰባት ምቑሳሎም ተገሊጹ። ኢራን ኣብ ሰሜናዊ ክፋል እስራኤል ኣብ እትርከብ ዛርዚር ኣብ ዝተብሃለት ከባቢ ብዝፈጸመቶ መጥቃዕቲ ሚሳኤል ብውሒዱ ስሳ ሰባት ከም ዝቖሰሉ እዩ ዝተገለጸ። እቲ መጥቃዕቲ ኣብ ልዕሊ መንበሪ ህንጻታትን መኻይንን እውን ከቢድ ዝተብሃለ ጉድኣት ከም ዘብጽሐ እዩ ዝተገለጸ። ዘርዚር ኣብ ጥቓ ከተማ ናዝሬት እትርከብ ንእሽተን ማሕበረሰብ ፍልስጤማውያን ዝነብሩላ ከተማ ምዃና እውን ተገሊጹ ኣሎ። እዚ መጥቃዕቲ ዝፍጸም ዘሎ ኣብ መንጎ ኢራንን እስራኤልን ዝካየድ ዘሎ ኩናት ክልተ ሰሙን ኣብ ዘቑጸረሉ ምዃኑ ድማ ማዕኸናት ዜና ጠቒሰን ኣለዋ። መሃያ ወርሒ ለካቲት መምህራን ብቕልጡፍ ክኽፈል ማሕበር መምህራን ትግራይ ሓቲቱ። እቲ ማሕበር መንግስቲ ፌዴራል መሃያ ብምኽልካል ኣንጻር ዜጋታቱ ዝኸዶ ዘሎ ጉዕዞ እውን ውዳቤ ኣጠናኺረ ክቃለሶ እዩ ክብል ኣገንዚቡሉ። መሃያ ወርሒ ለካቲት ደው ብምባል ንመምህራን ጥራሕ ዘይኮነስ ድንቁርና ብምስፍሕፋሕ ወለዶ ዝቐትል ተግባር ምዃኑ ዝገለጸ ማሕበር መምህራን ትግራይ እቲ መሃያ ብቕልጡፍ ንክለኣኽ እውን ሓቲቱ ኣሎ። ውዝፍ መሃያ ዓሰርተ ሸውዓተ ኣዋርሕ ብዘይምኽፋሉ መምህራን ንዕዳን ካልኦት ጸገማት ከምዝተሳጥሑ ዘዘኻኸረ መግለጺ እቲ ማሕበር፣ ፍልጠት ኣስኒቖም ወለዶ ናይ ዘስግሩ መምህራን መሃያ ንክኽፈል ኩሉ ዝምልከቶ ኣካል ጸቕጥ ክገብር ጻውዒት ኣቕሪቡ ኣሎ። ኣብዚ ጉዳይ ኣመልኪቱ ቢሮ ትምህርቲ ትግራይ ናብ ዝምልከቶ ኣካል ዝጸሓፎ ደብዳቤ ከምዝድግፍ ዝገለጸ እቲ ማሕበር፣ መንግስቲ ፌደራል መሃያ ብምኽልካል ኣንጻር ዜጋታቱ ዝኸዶ ዘሎ ጉዕዞ እውን ውዳቤ ኣጠናኺረ ክቃለሶ እዩ ክብል ኣነጺሩ ኣሎ። መምህራን ትግራይ እውን ትዕግስቲ ገይሮም ዜግነታዊ ሓላፍነቶም ንክፍጽሙ እውን እቲ ማሕበር ኣብ መግለጺ ወሲኹ ጸዊዑ እዩ። ምስ ኣውቶሞቲቭ ትግራይ ብምትሕባር ዓበይቲ ኤሌክትሪክ ተሽከርከርቲ ብምብርታዕን ብምትእትታውን ብሰንኪ ሕፅረት ነዳዲ ዘጋጠመ ፀገም ግልጋሎት መጓዓዝያ ንምፍታሕ ብፍሉይ ትኹረት ከምዝስራሕ ቢሮ መጓዓዝያ ትግራይ ኣፍሊጡ። ምክትል ሓላፊ ቢሮ መንገድን መጓዓዝያን ትግራይ ኣይተ ገብረህይወት ተክላይ ኣብ ህሉ ግልጋሎት መጓዓዝያ ትግራይ ኣድሂቦም ኣርባዕተ መጋቢት ክልተ ሽሕ ዓሰርተ ሸሞንተ ዓ ም ብኣቆፃፅራ ግዝ ንመራኸብቲ ሓፋሻት ኣብ ዝሃብዎ መብርሂ ብሰንኪ ሕፅረት ነዳዲ ተገልገልቲ ሕብረተሰብ ካብን ናብን ንምጓዓዝ ኣብ ኣዝዩ ኣፀጋሚ ብርኪ ከምዝተበፅሐ ብምሕባር ብምዃን ድማ ዓበይቲ ኤሌክትሪክ ተሽከርከርቲ ብምብርታዕ ኮነ ብምትእታው ፀገም ግልጋሎት መጓዓዝያ ንምፍታሕ ምስ መቕረብቲ ኤሌክትሪክ ተሽከርከርትን ሰብ ሃፍትን ብሓባር ሓቢርና ንምስራሕ ከምዝተወሰነ ጠቒሱሎም ኣይተ ገብርሂወት ወሲኾም፣ ካብቲ ሕፅረት ነዳዲ ብተወሳኺ ስእለት ጥረ ገንዘብ እውን ኣብ ግልጋሎት መጓዓዝያ ካሊእ ተወሳኺ ፀገም ይፈጥር ምህላዉ ምስ ገለፁ፣ ካብን ናብን ኣብ ዝግበር ጉዕዞ ኩሎም ኣሽከርከርቲ ብመስርሕ ሞባይል ባንኪንግ ግልጋሎት ንክህቡ ኣተሓሳሲቦም ኣለዉ። ኣብ ህንፀት ሓይሊ ሰብ እውን ምስ መዳርግትና ኮይና ብዕቱብ ንሰርሕ ኣለና ዝበሉ ኣይተ ገብርሂወት፣ ሰብ ሃፍቲ ድማ ፅሬት ዘለዎም ዓበይቲ ኤሌክትሪክ ተሽከርከርቲ ንከምፁ ኣብ ጎኖም ኮይና ክንሕግዞም ኢና ክብል ኣነፂሮም ኣለው። መተሓባበሪ ኣውቶሞቲቭ ትግራይ ኣይተ ገብረ ሚካኤል ኪዱ ብወገኑ እተን ዝፀንሓ ተሽከርከርቲ ንምዝማን ምስ ቢሮ መንገድን መጓዓዝያንን ማሕበረ መጓዓዝያን ካልኦት ዝምልከቶም ኣካል ሓቢርካ ምስራሕ ከም ዘድሊ ብምሕባር ብምዃኑ ድማ 18 15 መጋቢት 2018 ዓ ም ብኣቆፃፅራ ግዝ ሓምለዋይ ተሽከርከርቲ ንምስፍሕፋሕ ዝዓለመ ክልላዊ ዋዕላ ከም ዝሳለጠ ተጠቒሱሎም መንግስቲ ፌዴራል ንህዝቢ ትግራይ ንምብታንን ንምጥፋእን ኩለ መዳያዊ መንገዲ ፅንተት ይትግብር ከም ዘሎን ሕዚ እውን ኣካል ሽርሕታቱ ሰራዊት ትግራይ ንምብታን የዋፀኒ ዝበሎም ሽርሕታት ይፍፅም ኣሎ ክብል ውድብ ኣክሱማይ ዋዕላ ገሊፁሉ። ህዝቢ ትግራይ ኣብ ከቢድ ፈተና ህልውና ኣብ ዝሓልፈሉ ኣብዚ ግዘ እዚ መንግስቲ ኢትዮጵያ ንፀገም ህዝቢ ትግራይ ዘጋድዱ ምእጋድ በጀት፣ መድሓኒት፣ ነዳዲ፣ ቅርሺ፣ ሸቐጣ ሸቐጥ ብምዕፃው እንተዘይኣጥፊእካ እንተዘይቐቢርካ ኢሎም ፅንተት ዝፈፀምሉ ፀላእቱ ሕዚ እውን ክዓርፉሉ ኣይኸኣሉን ክብል እዩ ውድብ ኣክሱማይ ዋዕላ ዝገልፅ። እዞም ድቃስ ሲኢኖም ዝሓደሩ ፀለእቱ ቅርሺ እናበተኑ ብጥቕማጥቕሚ ንወገናቱ እናሓበሉ ዘካይድዎ ዘለዉ ወፍሪ ብተና መነእሰይ ኣጥቢቑ ከምዝቃወም እቲ ውድብ ይገልፅ። እዚ ሽርሒ ፖለቲካ እዚ ካብ መናእሰይ ሓሊፉ ናብ ሰራዊትና ከተኣታቶ እንትፅዕሩ እውን ይረኣይ ኣሎ ክብል እውን እቲ ውድብ ኣዘኻኺሩ ኣሎ። መንግስቲ ኢትዮጵያ የዋፀኒ ኢሉ ዝኽተሎ ዘሎ እዋናዊ መንገዲ ከዓ ንሰራዊት ትግራይ ናይ ምብታን ፃዕሪ ኮይኑ ብሚድያታቱ ዘጋውሖ ዘሎ ከዓ ኣርሚ ሰብዓ ናብ ዲዲኣር ኣትዩ ኣሎ ዝብል ብዕራይ ወለደ ፕሮፓጋንዳ እዩ ክብል እውን ኣዘኻኺሩ ኣሎ። ብመሰረቱ ጸለእቲ ህዝቢ ትግራይ ስነ ልቦና ህዝቢ ትግራይ ክርድእዎ ዘይኽእሉ እዮም ክብል ዝጠቅስ እቲ ውድብ፣ ይቕረዶ ሉዓላዊ መሬት ትግራይ ዘይተረጋገጸ፣ ዝተመዛበለን ዝተሰደደን ህዝቢ ናብ መረበቱ ዘይተመለሰ፣ ንቡር ናብራ ኣይምነን ኢሉ ኣብ ድፋዕ ናብርኡ ዝገበረ ሰራዊትና መዓንጥኡ ሸጥ ኣቢሉ እዛ ግዘ እዚኣ እውን ክትሓልፍ እያ ኢሉ ከቢድ ህይወት ዘሕልፍ ዘሎ ዝተመዛበለን ዝተሰደደን ህዝብና ይኹን እቲ ኻሊእ ህዝቢ ኩሉ ሓሳቡን ባህጉን ሓደ ከም ዝኾነ ጸላኢ ክርድእዎ ኣይኽእሉን ክብል እዩ ኣክሱማይ ዋዕላ ዝጠቅስ። ጸላእቲ ውሽጣዊ ፖለቲካዊ ክስረቶምን ጸገማቶምን ናብ ህዝቢ ትግራይ ብምድብራይ ሩፍታ ዝረኽቡ ይመስሎም። ንህዝቢ ትግራይ ብኩለመዳያዊ ብምዕፋንን ብምጭንናቕን እውን ዝሰዓሩን ዝተበለጹን ይመስሎም። ፍሹል ዝኾነ ሽርሖም ድማ ኣርሚ ሰብዓ ዲዲኣር ኣትዩ ኢሎም ዘጋውሕዎ ሓቅነት ዘይብሉ ጥራሕ ዘይኮነስ ብስሩ እውን ንብሂል እንጣጥዕን ዘርእልና ዝብል ዘዘኻኸረ እዩ ክብል እዩ ውድብ ኣክሱማይ ዋዕላ ዝጠቅስም። ሰራዊት ሱዳን ኣብ ዶብ ኢትዮጵያ ንመስመራት ቀረብ ኣርኤስኤፍ ዕንዎ። ወተሃደራዊ ምንጭታት ሱዳን ከም ዘረጋገጽዎ ሰራዊት ሱዳን ኣብ ዶብ ኢትዮጵያ ዞባ ቦሉ ናይል ዝርከብ ክልተ ዓበይቲ ናይ ቀረብ ቦታታት ሓይልታት ቁልጡፍ ደገፍ ወይ ከዓ RSF ብዓወት ከም ዘዕነዎ ጠቂሶም ኣለዉ። እቲ ስርሒት ዝተራቐቐ ድሮናትን ናይ ኤሌክትሮኒክ መዝሐሊ መሳርሕታት ሓዊሱ ቴክኒካዊ መሳርሕታት ንዝጸዓና ቃፍላያት ዝዓለመ ኣስታት 21 መጥቃዕታት ዘጠቓለለ ከም ዝነበረ ዝተገለጸ እንትኸውን ንጥምረት RSF መንግስቲ ኢትዮጵያን ሕቡራት ዓረብ ኤምሬትስን ከቢድ ኪሳራ ዘስዐበ መጥቃዕቲ ምንባሩ ተገሊጹ ኣሎ። ብተቓራኒኡ ኣብ ከቢድ ወተሃደራዊ መጥቃዕትታት ዝርከብ ሰራዊት ሱዳን ዝልዓለ ወተሃደራዊ ዓወት እንዳተብሃለሉ ይርከብ። ህዝቢ ትግራይ ንምጽናት ዝፍጸሙ ዘለዉ ተግባራት ንምፍሻል ብንቕሓት ክንሰርሕ ኢና ክብል ኣርማ ዓሰርተ ሓደ ገሊጻ። ኣባላት ሰራዊት ትግራይ ግንባር ምዕራብ ኣርማ ዓሰርተ ሓደ መላእ ኣባላትን ኣመራርሓን በብደረጅኡ ኣብ ህልው ኩነታት ትግራይን ህዝቢ ትግራይን ዝምልከት ኣጀንዳታት ብምምያጥ በዓል ዓሰርተ ሓደ ነጥቢ መግለፂ ቅዋም ከም ዘውፅኡ ተገሊጹሉ። ባህግታትን ህልውና ህዝቢ ትግራይ ብቃልሲ ካብ ምርጋፅ ወፃኢ ብስርዓት ብልፅግና ከም ዘይፍታሕ ከም ዝተረድኡ ዝገልፁ እቶም ኣባላትን ኣመራርሓ ሰራዊት ህዝብና ኣብ ጎንና ብምስላፍ ዳግም ኣብ ልዕሊ ህዝብና ፅንተት ከይፍፀም ካብ ወትሩ ብዝተፈለየ ንምምካት ብፅንዓትን ተወፋይነትን ከምንሰርሕ ቃል ንኣቱ ክብሉ ጠቒሶም ኣለዉ።